መርሓባ ኩቡራት ተዓዘብቲ እዚ ኣታ ወትሩ ቀዳም እተቅርበልኩም መደብ ደቂ ኣንስትዮ መደብ ሳይዳ እያ ክሳብ ሕጂ ካልኣይ ዓመታ ኣብ እትሕዘሉ ዘላ እዋን ክሳብ ሕጂ ዘቅረበቶ ትሕዝቶ ዝተፈላለየ ሞያ ዝነጥፋ ዝተፈላለየ ክእለት ፍልጠት ዘለወን ደቂ ኣንስትዮ ክሳብ ኣብ ትምህርቲ ፍሉይ ብልጫ ዘለወን ኣቕሪባ፣ ስነጥበበኛታት፣ ተዋሳእቲ፣ ሙዚቀኛታት፣ ደረስቲ ውን ኣቕሪባ፣ ብዓቢኡ ከኣ ካብ ማሕበራት ገድሊ ብዙሓት ጀጋኑ ኣብቲ ውዕሎ ምስኣተን ዝነበሩ ናይ ዓይኒ መሰኻኽርን ኣቕሪብና ኣለና ክቕጽል እዩ እዚ ኣተሓሕዛ እዚ ማለት እዩ። ናይ ሎሚ ኣቕሪብናልኩም ዘለና ኣጋይሽ ድማ ካብ ክፍለ ሰራዊት ሰማንያን ሸሞንተን ብፍላይ ኣብ ድሕሪ መስመር ጸላኢ ዝነጥፋ ዝጋደላ ዝነበራ ኣብ ድሕሪ መስመር ናይ ብሓቂ መሪር ኩነታት ነይሩ። ውግእ ጥዑም ወይ ኲናት ጥዑም ዝበሃል እኳ እተዘየሎ፣ ዝያዳ መሪር ኣብ ድሕሪ መስመር እንታይ እዩ ትምረቱ ባዕላተን ክገልጾኦ'የን፣ ጉዕዞ ኣለዎ፣ ጸድፊ ጸድፊ ምኻድ ኣሎ፣ ክሳብ መጽዓኛታት ይጸድፉ፣ ኣቑሑት እንታይ ትገብር፣ ነቲ መጽዓኛ እንታይ ትገብሮ፣ ከምኡ'ውን ጭርጭር ዓበደ በቲ ጸላኢ ወደገባ ከይተረፈ ስልኳታትና ስገርካ እዚ ዘይብሃል ማእለያ ዘይብሉ ውድብ ያታት እናፈንጠዝካ ብዙሕ መስገደል ተሰጊሩ እዩ። ብዕጥቀን ጋምባለኣን ዕጥቀን ከየዝለቓ ብዙሓት መንእሰያት ጸልየን መርዑ ከይተረፈ ኩሉ ገዲፈን ኣሰረን ዝሰዓባሉ ነይሩ። ሓንቲ ካብኣተን ትርሓስ ክብረኣብ'ያ። ኩለን ካብ ንኡስ ዞባ ደቀምሓረ ዝመጻ ይኹና ካብ ከተማ ኣስመራ ኣሰንዮመን ውን ዝመጹ ብጣዕሚ የመስግን የቐንየለይ ምትሕብባርኩም ትርሓስ ከኣ የቐንየለይ ከይጽምወኒ ክሳብ መወዳእታ ኣብዚኣ ምሳይ ኮፍ ክትብሊኺ እንዳተመላላእክን ከኣ እቲ ዕላል ክንቅጽሎ ኢና ክቡራት ተዓዘብቲ ኣብ ክፍለ ሰራዊት ሰማንያን ሸሞንተን ዝሎሚ እነቕርቦ ውሑድ ካብቲ ባሕሪ ማለት ጭልፋ ካብቲ ባሕሪ ክንብሎ ንኽእል። እቲ ዛንታ ብዙሕ እዩ፣ ንተዘክሮ ግን ገለ ፍርይ ፍርይ ዝበለ ከነቕርብ ኢና ንሎሚ። ኣብ ቀጻሊ ከኣ እናወዳደብና ደጋጊምና ዘይነቕርበሉ ምኽንያት የለን። ትርሓስ ክብረኣብ የቐንየለይ።
ሜሮይ ማና ንሕና ከኣ በቲ ዝሃብክኒ ዕድመ መደብ ሳይዳልኪ ኣበይ ኣለዋ ኢልኪ ከምዚ ጌርኪ ሃሰስ ኢልኪ ናባና ናይ ብሓቂ ንሕና ብፍላይ በዚ ናይ ኣሃዱና ክስታይ ናይ ብሓቂ ክስታይ ኣለና ቅሬታ ኣለና ከምዚ ጌርኪ ሃሰስ ኢልኪ ናባና መጺኺ ከምዚ ንዓና ከተዘራርብና ንዓኻ ከተብልናን ግን ብዝገበርክልና ዕድመ ከየመስገናኪ ክሓልፍ ኣይደልን እየ ኣዚና ኢና ነመስግነኪ ብሽም ኩላተን ንግስታይ ናይ ብሓቂ ኣመስጊናኪ ኢና ከምዚ ጌርኪ ኣብዚ ምቕራብኪ ሕጉሳት ኢና ሕራይ የቐንየለይ ንበቀሉ ጉልበትን ካልእን የለን ድሕሪ ሕጂ እውን ኣብ ካልእ ቦታታት ዘለዋ ንኹለን ክንበፅሐን ኢና ስለዚ ትርሓስ ሃባኺ ክንጅምር እስኺ ኣብቲ ድሕሪ መስመር ከም ሓኪም ኮንኪ ዝነጠፍክሉ ግዝየ ነይሩ ሕጂ ከመይ ይመስል እቲ ብድሆ ኣብ ድሕሪ መስመር ኣብ ጥቃኹም ሆስፒታላት የለን ውጉእ ከጋጥመኩም ይኽእል ነዊሕ ጉዕዞ መንኩብካ ሓንሳእ መብረ ትረኽበሉ ሓንሳእ መንኩብካ ክሳዕ ዝምለጥ ነዊሕ ትጉዓዝ ከመይ ጌርኩም ክሳዕ ማእከላይ ሕክምና ተብጽሕዎ እስከ ንገርኒ እንታይ ይመስል ነይሩ እቲ ስራሕ።
ንሕና ማና በዚ ኣብ ዲሕሪ መስመር ኩሉ ገድሊ ጥዑም ኣይኮነን እንድዩ ብፍላይ ግን ኣብዚ ዲሕሪ መስመር ዘሕለፍናዮ ህይወት ንቕድም ንቕድም ጭንጭራ ዓበደ እዩ ዝበሃል ንህይወትና ማለት እዩ ምኽንያቱ በዚ ምስ ወደገባ በቲ ምስ ህዝቢ ኣብ ቂድሚ ህዝቢ ኮንካ እ ንቅድም ዲሲፕልካ ኣጽኒዕካ እቱ ህዝቢ ንዓና ክመስል ከም ዘለዎ ጌርና እቲ ህዝቢ ብኣና ተጸልዩ እንታይ እ ክስታይ ንዓና ክገብረልና ከም ዝክእል ብምግባር ጥራይ እቱ ዝከፍኤ ሂወት ዘሕለፍናዮ ኣብዚ ናይ ዞባ ደቡብ እዚ ድሕሪ መስመር እዩ ምክንያቱ ንሕና ሲ እቲ ህዝቢ ምስኡ ንድቅስ፣ ምስኡ ንበልዕ፣ ምስኡ ንሰቲ፣ ኣዴታትና ካብታ ዘለወተን እንጌራ ኢና ድዕንግላና። እቲ ዝኸፍኤ ንቕድም ንቕድም ጸላኢ እቲ ህዝቢ ንዓና ክመስል ኣለዎ። ኣብታ ገዛ ብልዕ ስትይ ጸኒሕና ሃገራዊ ጸዋዒት ኢልና ነቶም ደቆም ንወስደሎም። ተመሊስና ናብዛ ገዛ እዚኣ ብየን ክንኣቱ ኢና ንሕና። ምእም ክንኣቱ ኢና እዚ ህዝቢ እዚ ግን ንዓና መሲሉ ክኸይድ ንዓና ክኣምነና ከም ዘለዎ እቱ ሰውራ እውን ብምንታይ ደው ከብዝብል ከም ዝኽእሎ ዝለ ብናትና ኣካያይዳን ብናትና ኣተሓሳስባን ጥራይ ኢና ክንቅይሮ ንኽእል ነዚ ህዝቢ እዚ ምክንያቱ እታ ሓንቲ ገዛ ንዓና ቡና እታ ሓንቲ ገዛ ንዕኦም እዮም ነርና ካልኣይ ነገር ምስ ወደ ገባ ጭንጭራ ዓበደ ኣብዚኣ ኸይድና ከልና ኣብኣ ፀንሑና ገቲኣ ንኸይድ ንሕና እቲ ግዜ ሓሊፉ ዋላ ሳይድ ወሓና እምበር ኣብዚ ድሕሪ መስመር ሳላ እቲ ምስጢር ዓወትና ድኣ እና ተዓዊትና እታ ቀዳመይቲ መዐወቲት ናይ ብፍላይ ድሕሪ መስመር ከኣ ልሙድ ወይ ከኣ ድራር ትበሃል ናይ ተጋዳላይ ዝነበረት ደኣልና እምበር ጎፈጎፍ ንራኸብ ምስኣቶም ኣብቲ ኣለዉ ናብቲ ቦትኦም ንኸይድ ተመሊስና ንሕና ንድሕሪት ንምለስ እዛ ምስጢር ዝኹሉ ተጋዳላይ ኮን ኩሉ ግዜ ዝሰዓዶ ኣለኻ እዛ ምስጢር ድራር ወይ ከኣ ልሙድ ትበሃል ናይ ተጋዳላይ ግን ንሕና መን ንሕና ብጾት እንዳበልና ሳኣሎ ኣደኣልና እምበር እዚኦም ከዳዓት ዝሕለፍናዮ ናይ ሕክምናኻ ይበጻሕኻ ደቀ ኣምሓራ ክጸንዕ እንተኾይኑ ዓላ ክተሓዝ ኣለዎ ዓዲ ቀይሕ ክጸንዕ እንተኾይኑ ኣብ ኳዕቲት መዓስከር ክንገብር ኣለና መንደፈራ ክጸንዕ እንተኾይኑ ኣብ ቅናክና መዓስከር ክግበር ኣለዎ ብምባል እዚ ኣብዚ ድሕሪ መስመር ዘወር ከምዘይንብል ዝገበሩ ከዳዓትን ወደ ገባን ክንቆጽሮም ኣይንኽእልን ኢና ሕጂ ነዚ ኩሉ እዚ ሰጊርና ግን ንሕና ብፍላይ ብፍላይ ናይ ውግኣትን ናይ ሕክምናን ዘሕለፍናዮ መከራ እዩ ንሕና ግን ሳላ መን ታዕዊትና ሳላ ህዝብና ከሕጽረልኪ ማና። ሕራይ ኣብኣ ከለና ምኽንያቱ እታ ድራር ለይቲ ንሕና እዞም በቲ ተመክሮ ዝሓለፍና ኢና ንዝክሮ ኣብ ህዝቢ ግን እንታይ እዩ ድራር ምስጢር ዝበለቶ ክትከውን ስለ ትኽእል ሳብርህ ኣብልያ። እዚኣ ድራር ወይ ከኣ ልሙድ ትበሃል። እዚ ዲሕሪ መስመር ኩሉ ግዜ ደሓን ክገልጾ እየን እዚ ኩሉ መልእኽቲ ናይ ዞባ በየን እዩ ዝመጽእ በብሓደ እዩ ዝመጽእ እዚኣ ብጀካ ታጋርላይ ካልእ ዝፈልጣ የለን።
ኮድ መጸውዒ ኮድ እያ
ኮድ ስለ ዝኾነት በዚኣ ክረኽቡና ከለዉ ወይ ክንረኽቦም ከለና መን ኢኻ ኣነ ኣነ ብጻይ ህዝባዊ ግንባር እንተ ኢልካ ኣብኣ ከለኻ ጥይት ኢኻ ትከፋፈት ንሕና ግን ዝያዳ ኣብዚ ዞባ ከዕውተና ዝኸኣለ ብዓቢይቲ ምስጢር እንድዩ ናይ ኩሉ ዝሳይ ግን እዚኣ ውን ዝያዳ ንዓና ኣብዚ ድሕሪ መስመር ዝሰርሐትልና እያ እየ ዝብል ካብቲ ሜዳ ሙሉእ ማለተይ እየ ኣነ። ተር ኣይበሊ ንእሽተይ። ክቡራት ተዓዘብቲ እዛ ድራር ምስጢር ትብላ ዘላ ኣብ ሓንቲ ለይቲ እተገልግል ፍልይቲ መጸውዒት ወይ ኮድ ትመሓላለፍ እሞ ብኣኣ ንዓኣ ዘይፈለጠ ካብ ፀላኢ ተጋደልቲ ተመሲሉ ዝመፀ ክኸውን ስለ ዝኽእል ሙሉእ ጥንቃቐ ትገብር ማለት እዩ ሕጂ ቀፅሊ ከመይ ነይሩ እቲ ሕክምና? ናይ ሕክምና ሂወትና መሪር እዩ ውጉእ ባዕላትና ሰፊና ባዕላትና ኣቢልና ማእኸላይ ሕክምና የለን ማእኸላይ ሕክምና ሓንቲ ኩዶይባ እያ ካብ ሓሬነ ገደለ ተወጊእካ ንኹዶይባ ከተብፅሖ መን እዩ ህዝቢ ኣብ ክሳዶም ተሰኪሞም ምስ ደሞም እዚ ኩሉ ህይወት እዚ ንሕና ኣዝዩ ዝተሸገርናሉን እዚ ዲሕሪ መስመር ካብኡ ልዒልና ክንኩደዩባ እቱ ብሕኩደዩባ ክሓዊ ዝክእል ኣብ ኩደዩባ ማእከላይ ሕክምና ኣሎ ካብኡ ዘይኮነኸ ንምብራቅ በዙ ኩሉ ዝባውንቲ ግግሳ ሓሊፍና ፅርግያ ንምብራቅ ንርባሓዳስ ወሪድካ ንምብራቅ ንባሕሪ ጨፋዕ እንዳበለ ብመራክብ ይረከባ ኣይረከባ ካዓ ንሱ ናበይ ንዓራርብ ብዓጊግ ተጠውዩ ማለት እዩ ኦቱ ዲሕሪ መስመር ዝከፈኤ ህወት ሳላ ህዝብና ባእ ሰበግማልና ብበቕሎም ብሂወቶም ደኣሎም እምበር ኣብ ዲሕሪ መስመር እቲ ዝኸፍኤ ሂወት ናይ ሕክምና ናይ ውግኣትናን እዩ እቲ ዝኸፍኤ ሂወት ዘሕለፍናዮ ብፍላይ ግን ኣነ ሰውራ ኤርትራ ኩሉ ግዜ እኳ ብህዝቢ ዝዕወት ብህዝቢ ከም ዝዕወት ንፈልጥ እንተኾና ኣብዚ ናይ ቴሰዓ ብዝገበርናዮ ንሕና እዚ ምስ ባጽዕ መናውራ ተባሂሉ ብዓረዛ ኢና ኔርና ኣብ ዓረዛ ኢና ኣብቂዕና ኣብ ዓረዛ ኣብ ማይ ድማ ህዝቢ ኔሩ ምሳና ህዝቢ ኔሩ ሳላ ህዝቢ ኣዴታትና ጥሕነን ድዩ ክሳየን ንሕና ከኣ ናይ ቁስሊ ጥራይ ኢና ንሕክም ኣብዚ ሰዓት እዚ ኣነ ግን ሓንቲ ከዘገረመትኒ ካብ ዓረዛ ግን ወዲእና ዘናይ ክፍለ ሰራዊታት ሕክምና ኩላትና ኣቢልና ዓረዛ ሳላ ህዝቢ ኣብ ማይ ድማ ነይሩ ቀዳማይ ረድኤት ሳላ ህዝብና ዋላ እኳ እቲ ኩናትን ትኩሳይን መሪር እንተኾነ ካብ ዓረዛ ጠልጢልካ ንማይ ድማ ካብ ማይ ድማ ናበይ እዩ ኒነው ንሞርቂ ንቦሮንቲ እዮም ክኣትዉ መን ይኸልዕሎም እዚ ህዝቢ እዩ ዘልዕሎም ካብዚ ሳላ ህዝብና ግን እዚ ኮነ ሽግር ሰጊርናዮ። ሓንቲ ከም ፍልይቲ ገይረ ዝገልጻ ግን ኣነ ማና ሳላ ህዝቢ ሕዘብዮ ካብ ዓረዛ ወዲእና ዕለት ሰለስተ ወርሒ ሰለስተ ናበይ ኢና መጺና ንዓደሮሶ ስጋብ ጉርህ ስርናይ መካይ ኢና ኣምጺኤራና ካብ ጉርህ ስርናይ ግን እዚ ኩሉ መንገዲ ቆሪጽና እዚ ኩሉ ናይ ጽናዓደግለ ጎበታት ዘሎ በዚ ዓቐብ ጉርሳ ዝበሃል ዓደሮሶ ኢና ኣቲና። ኣብ ዓዲ ርሰ ግን ኣነ እቲ ዝኸፍኤ ዝመረረ ዘሕለፍናዮ ክብለኪ ዝኽእል ንሕና እቶም ሕክምና ብርጌድ ንበሃል ዳርጋ ሸሞንተ ሰባት ኢና ኔርና ደሓንቲ ሽሞም ንሳይ ኮይኑ ስለ ዘሎ እምበር እዚኣቶም ፍርቅና ቀዳማይ ረድኤት ኣብ ላዕሊ ተመዲብና ፍርቅና ከኣ ኣብ ታሕታይ እቶም ካብሊኦ ዘምጻናዮም ቅልልቅል ዝበለ መውጋእትን ሕሙማት ሒዝና ተሪፍና ሽዑ ንሕና ጡሕና ዝበሃል ቦታ ኣብ ናይ ዓደሮሶ እዩ መሪር ኩናት እዩ ተኻይዱ መሪር ኩናት እንደይ መከራ ሓሊፎም ውግኣት ግን ኣብ ሓደ ቦታ ኣኪብናዮም ኣብ ጡሕና ዝበሃል ቦታ ኣኪብናዮም ተኣኪቦም እቶም ሓይልታት ኣብ መምፂኦም እዮም ኣብቲ ጎልጎል ገይሮሞም ንሕና እንታይ መደብ ነይሩ እቲ ውድብ ማለት እዩ ሕክምና መካይን ክመፃና ለይቲ መካይን ክመፃና እሞ ሒዝናዮም ብመኪና ንዓረብቶ ዝበሃል ማእኸላይ ሕክምና ነይሩ፣ ናብኡ ኢና ክነብፅሖም ሓሲብና ነይርና። ኣብዚ ግን መካይን ኣይኣተዋናን። ኦቱ መንገዲ ንባዕሉ ሰማንያን ሽዱሽተን ምስ ገደፍናያ ቴስዓ ኢና ንምለሶ ዘለና እቲ ቦታ ማለት እዩ። ሕጂ እዚ ግን መካይን ኣይኣተዋን፣ ውግኣት ኣብኡ ተዛሕዚሖም። ሕጂ ብኣጋጣሚ ዳሕራይ ኩሉ መልእኽቲ ተገይሩ እቶም ቀዳማይ ረድኤትካ ናብኡ እዮም ጥርፎም ዘለዉ ኣብኡ እዚ ብጻይ ብርሃነ ወዲ ኣንጠንዮስ መራሕ ብርጌድና ማለት እዩ ይመጻና ናባና እዚ ኣስቴር ሙሴ ንህተብዚ ምሳይ ሓደ ቆልዓ ፊተውራሪ ነይርና መን ኣለ ክንዲ ኣብዚ ይብለና ንሕና ከምዚ እና ኣለና ንዕመ በሉ ጓልዲኦም ወልዲት እንዑ ተበገሱ ኢሉና ኦቲ ጸድፊ ጉደሎ ዝፈልጦ ፈልጦ በቲ ክትኳለ ተኾንካ መንገዲ ክልተ ሰዓት እያ በዚኣ ግን ናይ ሓንቲ ደቂቃ እያ ጸድፊ እልና ናይ ጡሕና ሸታሕታሕት ኣበለት ምስ ዕጥቅኻ ምስ ፕሮቲን ሓደ ክስታይ ጺዒና ተሰኪሙ እቲ ቆልዓ ኣነ ናይ ክልቴና ካላሽን ሒዝና በቲ ጸድፊ ኢና ደይብና ምጽእ እንተበልና ግን እዚ ጎልጎል ንኽትሪኦ እዩ ዘገርመኪ እቶም ውጉኣትና ምኽንያቱ ዛሒሉ ኩሉ መሬት መካይን ኣይኣተዋን ንጉሆ ትሒዞም ዝኣተዉ ውጉኣት ሓዲሮም ኣብኡ ኣነ ብሰዓት እዚ ዝገብሮ ከማን ኣይፈልጥን ኣነ ብሂወተይ ማለት እዩ ዳሓር ንገብሮ ጉዳይ ስለ ዘይነበረና ነዛ ደም ዝዕገት ደም ዓጊትና ኣብ ጽላል ክኣቱ ዝኽእል ኣብ ጽላል ጌርና እቶም ቀዳማይ ረድኤት ደለዉ ላዕሊ ዘለዉ ኣባላትና ንድሕሪት ከም ዝመጹ ተገይሩ ክስፈዩን ክሕከሙን ዝኽእሉ ሓኪምና ንሕና ኣብዚ ሰዓት እዚ ማይ ደቅርብ የብልና እንጌራ ዘቅርብ የብልና ድኾነ ነገር ዘይብልና ኣብቲ ጸምጸም በረኻ ምስዞም ውግኣት እዚኣቶም ብዝኹሉ ጸድፍን ሸታሕትሖን ወሪዶም ኣብኡ ምስዓሉ ኣዝዩ እየ ዘገርመኒ ኣብ ሽዑ ዝገበርናዮ ክስታይ ግን ማና እንታይ ጌርና ነቶም ውግኣት እግሮም ተሃረሙ እንታይ ገይረዮም ኮፍ በሉ ኢልናዮም፣ ኮፍ ኢልኩም ፕሮቲን ሕሰዩ ኢልናዮም። እቶም ኢዶም ክትሃረሙ ከኣ ነቶም ማህረምቲ ርእሲ ዘይብሎም ዝኾኑ ክበልዑ ከም ደለዎም ሓንቲ ጓል ረኺብና ካብቲ ሕግ እንዳ ቦጦሎ ንኸድና ሻሂ ትገብር ንሳ ሻሂ ገይራትና ሕጂ ኩሉኹም እቶም ማህረምቲ እግሪ ደለኩም ኮፍ ኢልኩም ሕሰዩ ፕሮቲን ሕሰዩ ቁሩብ መቕድያ ነይርና ሳይ ነይርና እቶም ኢድኩም ተሃረምኩም ዝኾንኩም ከኣ ኩሉኹም ነንሕድሕድኩም ተራዳድኡ። ምኽንያቱ ኣብዚ ሰዓት እዚ ንገብሮ ወይ ትመጻና ኣደ ይብልና ትመጻና ሓገዝ ዝገብረልና ስለ ዘይብልና ካብ ዘገርመኪ ንዓይ ኣባሓጎይ እቲ ህዝቢ ባጽዕ ብኡ እንዲሃድም ነይሩ ንዓይ ኣባሓጎይ ኣብኡ ርኢኒ ምስቶም ውግኣት ምስ ረኣየኒ እዚ ኩሉ ግዜ ከምዚኣ ገይሩ ዝምርቐኒ ወይለቦኺ ካብዚ ሬሳ እዚ ወጺኺ ዕድለኛ ኢኺ ዝብለኒ በይንኺ ኢኺ ሓኪም ኖ ነይርኪ። ኖ ኣለዉ ቆልዓ ኣለኒ ንእሽተይ እምበር እቶም ቀዳማይ ረድኤት ላዕሊ ስለ ዘለዉ እምበር ኣለዉና ሕጂ ግን እቲ ሓደጋ ግን እዚኦም ውጉኣት እዚኦም ኣብዚ መንገዲ እዚ እንክጸንሑ ንዕኦም ንምእላይ ኢና እምበር ኣለውና እንዳ ብርጌድ ኣለው ላዕሊ ኣለው ቀዳማይ ረድኤት ኣለው ንሕና ከኣ ኣብ መንጎ መንጎ ኢና መካይን ክመጻና ተባሂሉ መካይን ኣይመጻናን ኣብዚ ሰዓት እዚ ምሸት መጼናና ኣርባዕተ መኪና መሊእና ወሲድናዮም ካልኣይ ምሸት ኮይኑ ከምኡ ከምኡ መሊእና ክልተ መኪና ከይደ ከምዚ ጌርና ንውግኣትናን ንክስታይናን ከነጉልሎ ኽኢልና እምበር ኣለዉ በዓል ወዲ ኣለም፣ ጡርጡር፣ መብርየ ድበሃሉ ሕክምና ኣለዉ በዓል ኢራስቴር፣ ምስዮን እህቴ ኣበባ ንባዕላ ኣላ፣ ነጊሻ ኣለዋ እተን ሕክምና ብርጌድ። ኣብቲ ሰዓት እዚ ግን ንሳቶም ቀዳሪብ ተሓኪምና ውግኣት ማእኸላይ ሕክምና ወሪዶም ይብሉ ኣለዉ ኣበይ ተሪፍና ኣለና ኣብ ማእኸል። እቲ ኲናት ህይወት ዝህብ ኣይነበረን። ነንሕድሕድና ዘይንረዳዳኣሉ፣ ነንሕድሕድና ዘይነብለሉ፣ ኣብዚ ከኣ ከምዚ ጌርና ነዞም ውግኣት እዚኦም ክንኣልዮምን ከነብሎምን እዛ ስንክልቲ ኣይመጸትን እምበር ሽዑ ዝተሃርመት ኣብዝላ ናይ ዓንዲ ሕቆ ዘለዋ ሽዑኡ ዝተሃርመት ሕጂ ተንዲ ወጻ ካብቲ ኩናት እቲ ማለት እየ ካብቲ ክስታይ እቲ እወ ኣብ ከምዚ ዝተሰወኣ ክትዝክርየንዶ? ዝተሰወኣ ኣለዋ በዓል ፈረንሳ ድበሃላ። ኣነ ሕጂ ብፍላይ ግን እቲ ለይቲ ሒዘዮም እንዳኸድኩ ክለኹ ክልተ መኪና ሒዘ ከይደ እቶም ሓንቲ ደሓን ደሓን ዝኾኑ እታ ሓንቲ ዝበርትዖም ሽዱሽተ ሽዱሽተኦም ኢንፍጅን ገይረሎም ከይደ ኢንፍጅን ገይረሎም ሂወቶም ኣብዚኣ ከምዚኣ ትብል ነዛ ኢዶም ናይዚኣ ናይ ትርግታ እንዳረኣኹ ከይደ ኣብኡ ዘይርስዖ ኣነ ሕጂ ገርየ ድበሃል ነይሩ ብናፓል ተቃጸለ እዩ ኩሉ ነብሱ ስጋብታ ሕክምና ዝበጽሕ ከምዚኣ ገይረ ኢዱ ሒዘዮ ከይደ ኣጋጣሚ እቲ ሕክምና ምስ በጻሕኩ ግን ተሰዊኡ ብፍላይ ከዓ እቲ ሽዕለይቲ እቲ ስርኦም መርፍእ ክወቅኦም ኢልናሲ ጥርሖም እዮም ደቂሶም ዘለዉ ስርኦም ኣሰውፀናሎም ሕጂ እቲ ሓደ ማህረምቲ ርእሲ እዩ ዘለዎ ከምዚ ጌርና ኣሲርና ኢና ፊዕ ይድብል ሕጂ ደሓር ሽንቲ ረእኽቲ ሂወት ደይተርፍ ሽንቲ ሸይኑ ሽንቲ ምስ ሸነሎም ነቶም ውጉኣሲን ጨራዕራዕራዕ ኣቢልሲ ናብዚ ነብሶም ሸይኑሎም እቲ ለይቲ ኣቲ ጓል ዲኦው ይሸነልና ኣሎ ይሸነልና ኣሎ ኢሎምኒ ሕጂ ንሳቶም ኣነ ኣማራጺ ይብለይን ነዛ መሸኒት እንታይ ክገብራ በታ ፕላስተር ጌረ ኣደቅስ ናብዛ ታሕቲ ገጻ ትኺድ። ምኽንያቱ ትገብሮ ጉዳይ ስለ ዘይብልካ ሕጂ ከምዚኣ ጌር ሱሩ ክትመልሰሉ ርእሱ ማህረምቲ ዝል ስለ ዘለዎ ፎኪስ ክኸውን ኣለዎ ከምዚ ጌርና እዚ እሕሊፍና ማና ንሕና እቲ ዝኸፍኤ ናይ ድሕሪ መስመር ናይ ሕክምና ናይ ውግኣትናን ምእላይን ሳላ ህዝቢ ደኣልና እምበር ብዘይ ህዝቢ ሰውራ ኤርትራ ከም ዘይዕወት ሽዑ መዓልቲ ኣነ ነዚ ነብሰይ ወይ ከዓ ነዚ ሃገር ኣቢየ የብለኪ
ሕራይ ትርሓስ የቐንየለይ ሕጂ ውን ኣብቲ ዝወሃብ ወይ ዝተረፈኪ እንዳተመላላእና ከነዕልለሉ ከነምስይና ጓል ማይል ኣለኺ ዶ ኣብኣ ከለኺ ደሓን ኣብኡ ከለኺ ብዛዕባ ሓንቲ ብጸይቲ ኣላ ኣብ ቃል ኪዳና ጽንዕቲ ብፉሉይ እትዝክርያ ከምኡ ውን ሓፋሽ ውድባት ከለኺ ይኹን ኣብ ካልእ ዓውደ ውግእ ውን ተዘክሮ ኣለኪ እስኪ ብኣኣ ክንጅምር እንተ ደኣ ተመርዕያ ወይ ተፍቅሮ ወይ መዛምድቲ ተልይዋ ኣብ ቃል ኪዳን ክትጸንዕ ንቡር እንድዩ ብዛዕባኣ ውን ክብራኣ ውን መመላእታ ይህልዎ እዩ እስከ
ክንወፅእ ከለና ንመጀመርታ ሸውዓተ ኢና ወፂና ካብዘን ሸውዓተ ክልቲኤን ቅሩብ ዕብይ ዝበላና እየን ልዒለና እየን ይምህራና ይምዕዳና ነይረን ማለት እዩ ሕጂ እታ ሓንቲ ነግሽ ትበሃል መድፋዐጂ ኣርበጂ እያ ነይራ ፈለማ ካብኡ ከኣ ስጋብ መስርዕ በጺሓ ነይራ ንወዲ ባሻ እያ በዓልቲ ቤቱ ነይራ ሕጂ እዚኣ ሂወት ከኣኒ እዚ ወዲ ፍስሃየ ዝበሃል ነይሩ በዓል ቤታ ደሓር ንሱ ቅድም ተሃሪሙ ሕጂ ኦሮማይ ኮይኑ ኢዩ ካልእ ክግበሪ ይብላ እዋእ ኣነስ ካብኡ ንላዕሊ እንዳኣለ ክስዋእን ወይ ካልእ ኣብ ከብ ምንታይ ተሃሪሙ? ኣብ
ብልዕቱ ተሃሪሙ ከም ዘይ ዝኮነ ነገርስ ኣነስ ካብ ስራሕ ወጻኢ ኮይነ ኢየ ይኣክለኪ ካልእ ክግበሪ ይብላ ኣነስ ካልእ እንዳኣለ ክከውን ኢለ መጽየ ጠቕላላ ኣይወጽእን እየ ካባኻ ኢላቶ። ሕጂ ከምኡ እንዳተባሃሉ ከለዉ ሓደ ዓመት ክልተ ዓመት ጸኒሑ ደሓር ከኣ እሱ ክመጽእ እምበኣር ደሓን ይዕርፉ ተባሂሉ ክዕርፍ ኢሉ እንዳመጸ ከሎ ከኣ እዘን ናይ ስታይ ድብያ ክገረን ጸኒሐን እሱ ስዋእ ብድሕሪኡ ከማን ክንደይ ሓትዋ ንዓኣ ቃል ፍጹም ድሕሪ ሳየ ኣይከውንን ኢላቶ። ከምኡ እንዳ ተባህለት ከላ ከኣ እሳ ኣብኡ ከላ ተሰዊኣ። ነዚ መጥቃዕቲ ናይ በዓል ሰገነይቲ ከኣ እሳ ከኣ ደድሕርኡ ስዒባ ማለት እዩ። ብኸምኡ ኩላተን ክልቲኤን ጥቓ ጥቓ ኣብቲ መድረኽ ንመጀመርታ እቲ ኩናት ካይተሳተፈ ከሎ እቲ ኩናት ካይተጀመረ ከሎ ዕጫ ገይረን ማለት እዩ። ኣብቲ ዕጫ ሰለስተኤነ ሓንቲ መን ከም ትስዋእ ቀዲማ ወይ ከኣ ክልቴና ዲና ንተርፍ ወይ ከኣ ካይተረዳዳእና ማለትሲ ካይተረኣኣና ዲና መስዋእትና ካይተፋለጥና ዲና ንስዋእ ተባሂለን ማለት እዩ። ካብኡ ኣውጽእ እንተበልኣ እቲኣ ካይተረ መስዋእቲ ካይተፋለጥና ንስዋእ ትብል ወጽያ ማለት እታ ወረቐት። ኣብ መጀመርታ ድሓር እታ ሓንቲ ተሰዊኣ እታ ሓንቲ ከኣ ካብኡ ናብኡ ፍንትት ምስ በለት ተሰዊኣ ማለት እዩ። ክልቲኤን ተሰዊኤን ብኸምኡ የብል። ሃር ክብርኣብ ኣብታ ኣብ ቃል ኪዳና ጸኒዓ ትብል ኣብኣ መመላእታ ኣለሃካ መስለኒ።
እወ እንታይ መሰለኩም ኣና እዛ ዛንታ እዚኣ ዛንታ ናይቲ ኣሃዱ ኮይናስ ኣብ ዛንታ መሓዙት ብትበሃል እያ ዝያዳ እታ ኣርእስቲ ትለዓል ማለት እዩ። ሕጂ እዘን ከምዚ ዝገለጾ ተጓልማይል ሸውዓተ ነይረን ብሓደ ወጽየን ከምዚ ዘዕለለቶ ኮይኑ ድግማ ከይከውን ምእንቲ ልዕሊ ኩሉ ኣነ እቲ ዘድንቃ ናይዛ ጓል ማለት እዩ ንመርዓ ተዳልየን ክልቲኤን ብሓደ ወጽየን መራሕቲ መሳርዕ ኮይነን ኣብቲ ጉዕዞ ናይ ቃልሲ ድማ ብሓደ እንዳቀጸላ እንከለዋ ኣብ መርዓን ደርዓን ተዛሚደን ማለት እዩ ሕጂ ንመርዓ ተዳልየን ኣብ ከምዚ ምሽብሻብ እንዳሃለወ ኣብ ሓደ ንእስ ዝበለ ኹናት ንበዓል ቤታ ምስ ተሃርመ ማለት ኣብ ብልዕቱ ንሕክምና ከይዱ ቀዳማይ ረድኤት ተገይርሉ ምስ መጸ ኣጋጣሚ እዚ ሰብዚ ኣርባዕተ ተደይ ተጋግየ ኣርባዕተ ስውኣት ኣሕዋት ኣለዎ መበል ሓምሻይ ድማ ንሱ ማለት ስዒቡ ማለት እዩ እዚ ሰብዚ ንዝያዳ ሕክምና ናብ ኣሳዒላ ማለት እዩ ንደንከል ክኸይድ ከሎ ካብኡ ተሓኪሙ ክመጽእ ከሎ ከም ዝበልናኪ ሸፋቱ ወዲ ገባ ኣብ ናይ ሩባ ሃዳስ ተቃጽዮም ካልኣይ ርእሱ ተሰዊኡ ዝብል ሓበሬታ መጽዩ ናብቲ እንዳ ብርጌድ ማለት እዩ ሕጂ ቅድሚ እቲ መስዋእቱ ግን ሓደ ካብቲ ጽንዓት ናይታ ጓል ኣንስተይቲ ዘሐጉሰካ ነገር እንድሕር ሃልዩ ኣነስ ድሕሪ ሎምስ ሰብኣይ ክኾነካ ኣይክእልን እየ ስለዚ ካልእ ሰብኣይ ተገበርኪ ዝሓሸ እዩ ክብላ እንከሎ ኣየናይ ሓዳር ክንገብር ኢና ንሕና ሓዳር ንገብረሉ ኣብነት እኮ የለን ጎጆና ፈሊና ናብራና ንሰርዓሉ ሂወት ስለ ዘየለ ንዓይን ንዓኻን ደረኽበና መስዋእቲ ጥራይ ድፈልየልና ሕጂ እቲ ኪዳን ኣብ ሕብረተሰብና ቃል ኪዳን ኣዝዩ ጽኑዕ ማለት እዩ እዛ ጓል ኣንስተይቲ እዚኣ ድማ እዛ ብጸይቲ እዛ ስውእቲ እቲ ኪዳና ክሳብ ክንደይ ሓያል ከም ዝነበረ፣ ኣብ ኪዳና ጸኒዓ ድማ ከኣ ልክዕ ኣሰሩ ስዒባ መስዋእቲ ምፍላያ ብጣዕሚ ዘሕብን ታሪኽ እዩ። ስለዚ እቲ ዛንታ ናይ ደቂ ኣንስትዮና ኣዝዩ ምቁርን ሓያልን ከም ዝነበረ፣ ኣብ ኪዳነን ከኣ ጽኑዓት ከም ዝነበራ እዩ ዘርእየና ማለት እዩ። የቐንየለይ። ጥራይ ገንዘብካ ውግእ ኣባሓንኸ ጓል ማይል።
ናይ ኣባሓኒ እንተኾይኑ ከኣ ሓንቲ ጋንታ ኢና ኔርና ሽዓ ማለት እዩ ሕጂ ሓለዋ ኢልና ኣብኡ ምስ ከድና እዚ ናይ ሕጂ ናይ ዞባ ደቡብ ኣማሓዳሪ ዘሎ ኢፍረም ኣብኡ ኣብቲ ቦታ ኔሩ ክዓርቕ ኢሉ መጺኡ ኔሩ ተርዓን ምስዞም ናይ ተርዓን ጽንዓደግለን ሕጂ ሓለዋ ኣብኡ ኔርና ንሕና ምስቲ ናይ ኣባሓንን ንዕኡን ካብኡ እተን ካልእ ኣሃዱታት ናህና ኣብቲ ውግእ ምስ ተጀመረ ካይመጻና ከኣ በዚ በዓል ዓዲ ኋላ መንደፈራ ተጀሚሩ ነይሩ ኩናት ሽዑ ወርሒ ሰለስተ ሰማንያን ትሽዓተን እዩ ሕጂ ሓንቲ ጋንታ ናህና ሓንቲ ጋንታ ከኣ እቶም ምልክት እዮም ነይሮም ናቶም ማለት እዩ ሕጂ እዚኤን ሸሞንተ ሚእቲ ወሎገባ ይመጻ ሰዓት ኣርባዕተ ናብቲ ጎቦ ይጽግዓ ማለት እዩ። ሕጂ ሃሎው ክብላ ከለዋ ብትግርኛ ናሃና ሃሎው ይብላ እቲ መግለጺ ምሸት ሰራዊት ዝብላ የለን ጥንቃቀ የድልየኩም እዩ ተባሂልና ሕጂ ንሳቶም ሃሎው ብትግርኛ ሃሎው ይበሃል ኣሎ እንታይ እዩ ንብል እንተ ተጸጊዕናና ስለ ዘለዋ እንተ እቲ ሰዓት ዝሕዝ ድምጺ ይሰኣን እንታይ ደኣ ኣሎ እዚ ካልኣይ ከኣ ድምጺ እሰምዕ ኣለኹ ሽዕኡ ማራ ተጸጊዕናና ስለ ዝነበራ ማዕረ ቡምባ ድርብያልና ዕጥቅናን ብረትናን ሒዥና ንጅምሮ እቲ ኩናት ብብዝሒ ስለ ዘሎ ኣሳተን እቲ ኩናት ይብርትዕ ንድይብ ብጣዕሚ እሳቶም እንታይ ኣጽኒሖም ቡምባ ቻይና እዚ መሸማዓት መሊኦሞ ብጣዕሚ ጸንሕ ኣብቲ ቦታ ማለት እዩ እዚ ቡምባ ቻይና ሙሉእ መዓልቲ ክንድርብዮ ውዒልና ከባቢ ስጋብ ሰዓት ዓሰርተ ሓደ ሰዓት ሓሙሽተ ምስ ተጀመረ ማለት እዩ ብርቱዕ ኩናት ተሳቲፍናኡ ካብኡ ልዕሊ ብብዝሒ ምስ ተጎድኡ ንሳቶም ካብቶም ሓለፍቶምን ገለመለን ዝበሃሉ ምስ ምስ ሞቱ ቀጠታ ወሪዶም ከይዶም እቲ ኩናት ብኸምኡ ዝሒሉ ኣብ ከምኡ ተሳቲፍ ተ እቲ ኩናት ዝሒሉ ማለት እዩ።
ሕራይ ሓፋሽ ውድባት ከለኺ እ። ኣብ ተውሮ ባዶ ሽዱሽተ ልኢኾምኺ ንኸተማ ትኸዲ ኔርኪ ኢኺ። እንታይ እዩ ኔሩ እቲ መልእኽቲ? እንታይ ኣጋጢሙኪ ይፈልጥ ብጸላኢ? ብጸላኢ
ናይ ኣምላኽ ነገር እኳ ብዙሕ ኣያጋጠመንን፣ ሓንቲ መዓልቲ ግን እዞም ወሎገባ ብጣዕሚ ፈታሽ ይግርግሩ ኣለዉ ንበሃል። ጉራዕ ክትበጽሕ ከለኻ ዝኾነ ነገር ኣዴታት ካብ ሰብ ኢኻ ትረኽቦ ዝኾነ ነገር፣ ሕጂ እዋይ ትማልስ ብርቱዕ እዩ ኔሩ ፈታሽ ይብሉና ሕጂ ኣነ ንእሽተይ እየ ኣብዚኣ ጫፍ ክዳነይ ይቆጽራ እታ ወርቀት ማለት እዩ ወረቀት እዮም ዝቡካ ሕጂ ኣብዚኣ ምስ ቆጸርኩዋ ሓደ ወሎ ገባ እዩ ፍትሕያ እንታይ እዩ እዚ ቆጺርክዮ ይብል ሕጂ እቲ ክትፍተሽ ከለካ ከምኡታት እንዳበሉ ከለው እቲ ህዝቢ ክሓልፍ ክወጽእ ጥራይ ዝደሊ ከምዚ ከምዚ ተለ ክክልክል ኢሉ ከምዚ ከምዚ ምስ በለ ፍትሕ ፍትሕ ኣቢለ ኣብ ኣፍ የእትዋ ኣቢለያ ኣነ ሕጂ ኣብ ኣፈይ ኣእትዉ ምስ ኣበልኩዋ እንታይ እዩ እዚ ይብለኒ ኣይተዛረብኩዎን ቅድምኡ ኩርምተይ እም ይብሎ ማለት እዩ ኣነ ካብኡ ብኸምኡ ኣቲና ደቂ ኣምሓራ ኣትየ ጀነበሽ ትበሃል ኣነ ዝህባ እሳ ከዓ ንካልእ ይህልዋ ኣኾና ኣነ እቲ ትእዛዝ ናይቶም ዋርዲ ሽዱሽተ በበይኖም እዮም እቲ ትእዛዞም ሓደ ፍፁም ዝበሃል እዩ ንዓይ ዝበኒ ነይሩ ሕጂ ጀነበሽ ትበሃል ሰይቲ ወዲ ዓድና እያ ሰይቲ ብርሃነ እያ ትበሃል ብከምኡ ይህባ ነይረ ካብኡ ድሕሪ ክንደይ ኣቦይ ቀሺ ስብሃቱ ዝበሃሉ ወዲ ዓድና ክኣሶም ኣብታ ገዝኦም እዮም ልዕሊ ዓሰርተ ገለ ቆሚ ተቀሚጦም እዚ ደብዳቤ ተማልእዎ ኢሎም ኣርባዕተ ደብዳቤ ንዕኦም ሂብዎም ሕጂ ሽዓ መዓልቲ ከማን ናይ ዕድል ነገር ምስኦም ትጉዕዘ ነይረ ዘርጠብጠብ ምስ በላ ተፈሊጦም እንድዒ ብሓሶት እዩ እምበር ካብዚስ ናብቲ ይኸውን ወጺእና ኢና እታ ፈታሽ ተፈቲሽና ኢና ጽናሕ ኣታ ቀሺ ጽናሕ ኣታ ቀሺ ኢሎም ጠጠው የብልዎም እታ ነዚኣቶም ፍትሕ እንተበልዋ ክልተ ደብዳበ ወዲቐን ነዛ ዳዊቶም ከኣ ሕድግ ኣቢሎሞም ፍትሽ ፍትሽ ኣቢሎም እንዳ ሃረሙ ናብታ ፈታሽ መሊሸሞም። ኣነ ሕጂ ሽዑ እንዳ ጎየኹ እንዳ ጎየኹ ከይደ ማማ ጀነበሽ ማማ ጀነበሽ እዚ ኣቦ ቀሺ ስብሃቱ ተታሒዞም እሂ ወረቐት ከምዚኣ ኢለን ከኣ ውድቕ ውድቕ ይብላ ነይረን ይብሎም ማለት እዩ። ሰበይቲ ዕርብ ብሸን ትራል ኣቢላ ዕርብ ኢላ ብእንዳ ደቁ ኣቢላ ዓድና ትጸንሓና ምሸት ማለት እዩ። ወጺኣ ናብ ባዶ ሽዱሽተ ኣትያ ካብኡ ንደሓር እሞ ናብ ካልእ ክልእኸኪ እየ ከምዚ ከምዚ እየ እዚ ዘይከውን እዩ። ሕጂ ገለ እንዳተባሃልና ከለና ኣብታ መድረኽ ኣቦይ ከኣ ደሓን እቶ ደሓን እቶ እየ ዝብሎ እምበር ኣነ ካልእ ኣይበሃልን'የ እዛ ጓለይ ንዒ እዚ ከምዚ ኢሎም ዝልእኹኺ ዘለይ ከቢድ ነገር እዩ ንስኺ ዘይትኽእልዮ እዩ ኣብ ዓዘቕቲ ክትኣትዊ ኢኺ ንበረኻኺ ኪዲ ገጽ ንገጽ ኩናት ቀሊል እዩ ኢሉ ብኸምኣ መሪቑ ንሜዳ ከይደ ማለት እዩ ምዘን ሓስተ። እቶም ቀሺ ከ እንታይ ኮኑ? ተኣሲሮም ኣስመራ ኣትዮም ክንደይ ዳርጋ ዓመት የሕሊፎም እዮም ከማን ድሓር ኣነ ንሜዳ ወጽየ ካብኡ ግን ብክንደይ ጽዒሮም ባዶ ሽዱሽተ ኣውጺኦሞም ማለት እዩ። በሊ እታ ኣብ ኣፍኪ ምስ እእተኽያ ኩርምተይ እስከ ሃህ በሊ እንቋዕ ኣይበለኪ ደሓን እዩ እታ ወረቐት ስብ ኮፍ ኢላ ምስ ጸንሐት ሕራይ እስኺ ዲኺ ስዉእ ዶ ይመጽእ እዩ ዝበልኪ እወ ከመይ እያ ከመይ ኢሉ እዩ ስዉእ መጽዩኪ እስኪ እም፣ ንሱሲ ወጭሮም ይብልዎ ናህና ኣባልና ማእክልነት ጋንታና እዩ ነይሩ ሰማንያን ሸውዓተን ኣብዚ መረታ ቀያሕቲ ዝብልዎ ዓድ ምስ ኩናት ውዒልና ሕጂ ብርቱዕ ማህረምቲ ተሃሪሙ ርእሱ ማዕሮ ኣንጉዑ እዩ ፈሲሱ እሱ በዚ ሓለዋቱ ዚን ዚን ክብል ኣይክእልን እዩ ሕጂ ምስ ወደቀ ኣልዒልና ጉድጓድ ኩዒትና ክንቀብሮ እንዳበልና ፍሊኽ ኢሉ ኣውጺእና ሰዲድናዮ ማለት እዩ ሕጂ ውጺእና ክንሰዶ ከለና ኣሎ ድዩ ንክብል ክስንብድ ኣነ ሕሰብዮ ካብ መረታ ቀያሕቲ ንበዓል በዓል ጾሮና ኣእትዩስ ተሓኪሙስ ካብኡ ከኣ መሊሹ ንሳሕል ብበዓል ፎሮ ኣቢሉ ክኸይድሲ ከቢድ ነገር እዩ ኩሉ ባሕሪ ሰለስተ ወርሒ ኣርባዕተ ወርሒ ንክገብር ብጣዕሚ ጸገም ኣለዎ እቲ ቦታ ማለት እዩ ሓር ግን ኣነ ሰማንያን ትሽዓተን ወርሒ ሓሙሽተ ዕለት ሓደ ተሃሪመ ሳሕል ምስ ከድኩ ድሕሪ ሓሙሽተ ወርሒ ምስ መጻኒ ብጣዕሚ ሓፍ ኢለ ምኽንያቱ እቲ ማህረምተይ ብርቱዕ ስለ ዝነበረ እምበር ሓፍ ኢለ ኮፍ ምበልኩ፣ ብስንባደ ማለት እዩ። እንታይ እዩ ስዉእ'ዶ መጺኡ ኢለ ክምስ ኢሉኒ ስቕ ኢሉ ኣለኹ ኢሉኒ ስሒቑኒ። ህሉው እዩ ከማን ህጂ ከማን ኣሎ ብደቀምሓረ ኣሎ። ክሳብ ሕጂ ኣሎ? እወ ብርቱዕ ማህረ ብዙሕ እዩ ደኣ እቲ ማህረምቱ ሸፈፍ እዩ ዝብል። ብምርኩስ ወሲኹ እዩ ዝኸይድ እምበር ኣሎ ብጣዕሚ ግን ማህረምቲ ብርቱዕ እዩ ዘለዎ እምበር ኣሎ። ደሓን ጓለይ እታ ምርኩስ እህ ካብ ኣሎ ጉድጓድ እኳ ፍሒርኩም ዘውጻኹሞ እህ ደኣ እሞ። ህልው እዩ ኣሎ ጭሮም ዶ ደቂ ኣምሓረ ኣሎ ማለት እዩ። ኦህ ሕራይ በል ምስ ካልኦት ከኣ ከነዕልል። ሳራ ኣለኺ ዶ? ሳራ ሃብተ ደሓን ትርሓስ ጓል ማይኢል። ዝምላእ እንተልዩ ብቲ ዕላላት እውን ክትውስኻ ትኽእላ ኢኽን። እንታይ ፍሉይ ትዝክሪ ብዛዕባ እተን ክልተ መሓዙት ካብ ሓደ ዓዲ ዝተሰለፋ ብዛዕበእን እስኪ ጀምርልና። ሕራይ እዘን ክልተ መሓዙት እዚኣተን ብሓደ ኢና ካብ ሰማንያን ክልተን ኣትሒዝና ቆልዑ ከለና ምስ ክፍሊ ህዝቢ ኢና ዓቢና። ምስ ክፍሊ ህዝቢ ክንዓቢ ከለና ብለይቲ ኣኼባና ብለይቲ ሰብ ኣይርእየናን እዩ። ንገብሮ ሰብ ኣይርእየና ንሰርሖ ሰብ ኣይርእየና ኣኼባና ብለይቲ ጓል ባንዳ ትእክበና መኣዛ ጓል ስብሃቱ ትእክበና ኣዝመራ እክበና እፍሬም እክበና ሕጂ ግን በቃ ንፃእ ንሜዳ ፀላኢ ድሕሪ ኮፍ ከልኣና ንፃእ ንሜዳ ኢልና ሸውዓተ ወፂና ሸውዓተ ክንወፅእ ከለና ክንደይ መከራ ኢና ኣሕሊፍና ናብዞም ሃዱ እዚኦም ናብዞም ሰላሳን ሓሙሽተን ክንኣቱ ስድራና መፅዮምና እንዳተሓባእና ኣብ ገዛውቲ እንዳተሓባእና የላን እንዳበልና ከይድና ንሳተን ግን ብዕድመ ቁሩብ ስለ ዝበልፃና የምዕዳና ኣጆኽን ካብ ብፀላእ ንጠፍእ ምስ ኣሕዋትና ምጥፋእ ይሕሸና ኢለን ንምዕዳና የታባብዓና ብሓንሳእ ወፅየን ብሓንሳእ ተዓሊመን ኣብ ድብት ዝበሃል ተዓሊምና ብሓንሳእ መራሕቲ መሳርዕ ኮይነን ብሓንሳእ ከዓ ተሰዊኤን ተሰዊኤን ክልቲኤን ምሸት እንኳን ተሰዊኤን ሂወት ተኽለ ኣብ ዳሓሊት ተሰዊኣ ነገሰት ተኽለ ወለንኪኤል ከኣኒ ኣብ እንደ ግራት ተሰዊኣ ሕጂ እዚኣተን ናይ ብሓቂ ብሬን ትኩሳ መርፋዕ ጃኣርብጂ ነይረን ኣዝየን በላሕቲ ተጋደልቲ እየን እዚኣተን ናይ ብሓቂ ናይ ብሓቂ እዚኣተንሲ ክርሳዓ ዘይግበአን እየን እየን ኣጆኹን እንዳበላ እንዳተባብዓ ንዓና እንዳጎስጎሳና ተሰዊኤን ተፈልየን እዛ ፍስሃየ እዛ ሂወት ከኣ ፍስሃየ ይብሃል ሰብኣያ ኣነ ሰንኪለ ስለ ዝኾንኩ ካባይ ተፈለይ ዋላ ሓንቲ የምክን ናጽነት ኮይኑ ውላድ ተረኸብኩ ተፈለይ ኢልዋ ሞት ደኣ ትፈልየኒ እምበር ቁብጽ ንኣሎም ካባኻ ይፍለን እየ ድሕሪ ፍስሃየ ሲ ጠቕላላ ኣብ ነፍሲ ወተባዕታይ ዝበሃል ኣይቀርብን ኢላ ከላስ ኣብ ሰግነይ ተሰዊኣ እዚ ናይ ኣቤ ቀሺ ትብሎ ዘላ ጓል ማኤል ከኣኒ ኣብ ሓደ ዓዲ ኢና ባርሽ ዲሽ ተልእክዎ የብጽሕ የብጽሕ ተኣሲሩ ከምዚ ትብሎ ዘላ ገሊጻቶ እያ ተኣሲሩ መን ኣውጺዎ ሻምበል በየነ ዝብሃል ኣብ ኣስመራ ኣሎ ብዘይ ኣሎ ሕጂ ኣብቲ እስር ቤት ትሰርሕ ነይሩ ንሱ ተኸራኺሩ ኣውጺዎ ጓሉ ምሳና ሓፋሽ ዱባት ነይራ ሓደ ግዜ ነዛ ዘነበሽ ከርክቡ ንዓድና እዮም መጽዮም ንዓድና ተብሮ ነዛ ዘነበ ሽከርኩቡ ብጉያ ባቃ ነዚ ሰብኣይ ሒዞም ብጉያ መጺኦም ከላስ ሓሊቦ ዓሪዶም ካብ ሓሊቦ ንዕና ፈርዖ ዝብሃል ዓዲ እንጀራ ኣብጽሓ ተባሂልና ኣላ ጓል ማኤል ሕጂ ምሳይ ሰፍኢ ደሪብና ኣብ ላዕሊ ብታሕቲ እንጀራ መሊእናስ መሊስና ኣብ ላዕሊ ሰፍኢ ጌርና ተሰኪምናዮ ንዕና ፈርዖ ከይድና ካብ ዕና ፈርዖ ክሳድ ናይ ተውሮ ቅልቅል ክንብል ኮልና ጸላኢ ኣብዛ ጥቃና ባቃ ጸላኢ እተን ሰለስተ ን ኣቲና ተቐልቂልና እተን ክልተ ከኣ ብድሕሪት ነዛ ሰፍኢ ተሰኪምንያ ኔርና ዘነሳፍእን መጽዓንን ኣብ ኣኸሉና ድርብይ ኣቢልና ነታ መጽዓን ሒዝናያ ን ዓዲ ኣቲና ኣነን ዛፍሮይን ናብ ሓደ ገዛ ተኣሊና ነታ ሰብ ነዛ ጓል ኣቤ ቀሺ የዲት ትብሃል የዲት ቀሺ ትብሃል ንዝባ ንጠረር ወሲዶማ እቶም ወሎ ገባ ንጠረር ወሲዶም ኣብይ ጸኒሕኪ ዕንጨቲ ኢና ክንኣርር ጸኒሕና ኣብ ኣዲኺ ጸኒሕኪ ኢሎም ሰዋ ጠርቧ ኣቐሽቲ ለሚንካ ገባር ለሚንካ ብክንደይ ለመና ወጽያ ሽዑ ሰበይቲ ከኣ ነይራ ከኣ ኣደይ ኣነዓይ ኣቦይ ተጋዳላይ ሓወይ ስዉእ ኣቦይ ስዉእ እዩ ሕጂ ንዕስኪ ኣበሎ ሰብኣይኪ ሰብኣየይ ባሕሪ ከይዱ እተዉ በሉ ገዛ ይብላ ኣብ ገዛ ክኣቱ እወ ሃዲማ ትወጽእ ሃዲማ ምስ ወጸት ጠያይት ተተኩሶም ተኪሶም ይገድፍላ በዚ መንጎ ሰለፍ ኣትዩ ብድሕራ ኣወጽእ ሕጂ ደጎል ዘሊላ ናብቲ ሓደ ገዛ ከይዳስ መሊሳ ናብቲ ሓደ ገዛ ክትወጽእ ከላ እቶም ወሎ ገባ ብጉያ መጽዮም ዝባን ህድሞ ተቐልቂሎም ኣበላ እዛ ሰበይቲ ዝሃደመት እዋይ ወደይ ሰበይቲ ዝሃደመት የብልናን ናብ ኣዲኣ ደኣ ሃዲማ ንዓኻ ትኩም ሪኣ ክትሃድም ኢላ ሰበይቲ ዓባይ ሰበይቲ ንዑስኪ እንጀራ ብልዑ ማይ ስተዩ ኢላ ምስ ኣውርደቶም ክፍትሸን እየ እዘን ኣንስቲ ኣብዚኣ እያ ዘላ ኢሉ ምስ ፈተሸ ኣብ ኣዲኡ ምስ በጽሐ ብኣምላኽ ከይተፈተሸት ተሪፋ እምበር ተላሕጺጻ ዋላ እቲ ክዳና እውን ተቐዲዱ እዩ እዞም ደቀይ ዝሃደመት የብልናን በጃኹም እዞም ደቂ ኣሕዋትና እንድኹም ኢለን እተን ሰበይቲ ኣውፅኤንኣ ማለት እዩ ታሪኽሲ ተውረሲ ንእሽተይ ሳሕል እያ ትበሃል ነይራ ጠቕላላ ምስ ተጋደልቲ ስለ ዝዓበና ንሕናሲ ብምሉእና ንሜዳ ኢና ወፂና ስዋኣትሲ ልዕሊ ሰላሳ እየን ዘለዋ ኣብ ተውሮ ደቂ ኣንስትዮ ጥራይ ልዕሊ ሰላሳ ኮነ ዋላ ኩለን ዝጠቐስኩወን ሕጂ ሕጂ ከዓኒ ንሕናስ ብቆልዑትና ኣይንፈልጥ ኢና ወላ ሰማንያን ክልተን ንወደብ እምበር እንታይ ምዃኑ ንፈልጥ ኢና ሕጂ እቲ ሓርበኛና ምስ መጸ ግን ሰማንያን ክልተን እንድዩ እንታ ኔሩ ሽዑ ሓፋሽ ድባት ተወዲብና ኮልና ኢልናስ ሕጂ የሐጉሰና እቲ ከምኡ ምግባርና ምስ ኮ ብቆልዑትናሲ የሐጉሰና ንዓና የተባብዓና።